በዚኣ እዩ ክመጽእ ኣብዚኣ ኮይና ንጽበዮ
ሕራይ ኣነ ግን ሓደ ዘይተዋሓጠለይ ነገር ኣሎ ባሓጎይ እዚ ሰብኣይ ንኹሉ ዓዲ ንዘለዋን ዘይብላን ዝሕግዝ መስለካ ወይለከ ሂደኣ ከመይ ዝበለ ሃብታም ድዩ ሃብታም እኮ እታ ቀለም ከዓ እሞ ዝፀገበ እዩ ዋ ቀለም ሻት እንድዩ ንኹሉ እዩ ዝሕግዝ ብፍላይ ንዓይ ንኸምዚ ኸማና ዘይብልና እውይ
መዓስ ኢኻ ኣለና ክትብላ ባሕጎይ እንድዒ እዚ ኩሉ ዘቐመጥካዮ ክቡር እምንን ኣዋርቕን ናብ ገንዘብ ተትልውጦ እኮ ሚልዮነር ሚልዮነር ምኾንካ ንዓይ ከኣ ወይ ፍርቁ ወይ ርዑ መውረስካኒ
ዋይ ዋይ ሽኮርያይ እንታይ ሒዘ ክተርፍ ደሊኻኒ ዓይነይ ከም ምንታይ ክዕርፍ ንስኻ ሰሪሕካ ሰሪሕካ ዋህልል ከም ትስርሃፅኩ ወርሃፅ ዋይ ኣታ ከንጥበኒ እዩ
ኣየባሓጎይ ገንዘብን ሓጢኣትን ተዋህላላይ ትብለኒ ነርካ እሞ እንትርፎ ሓጢኣት ገንዘብ ክውህልል ኣይረኣኹን ሃርጓም
ንግሆን ምሸትን ቀትርን ከይፈለኻ ክትበልዖ እናወዓልካ ደኣ ከም ኣቢሉ ክውለል ቁርስን ድራርን እናነጠርካ እንተዘይኮይኑ ደኣ ህይ በቲ ሓደ ደኣ ኣይትኾነካ በቲ ከዓ ኣይኮነን እያ
በዓል ዝረኣዮም ኣባሓጎይ ሳላ ዝወረሱ ስቕ እስከ በለኒ ኣይኸየ ኣብ ዘይብለይ ስእነተይ ኣይተዘኻኽረኒ ዝተዓደሉ ስባ ፍርቂ ዝዓዲ በላሶ ተኺሎምላ ኣለዉ ንስኻ ኸኣ ነዘን ዘይጠቕማ ሽዱሽተ ገዛውተይ እንተዘየውረስካኒ ኢልካ ትጸባጸበኒ ኣምባሳጀር ኤህ እንተበልኩ ካብ እዘን ዘይጠቕማ ኣይጽቡቑን ሰብ ክጨርም ኣለዎ ዒፍ ስጋብ ዝብሎ ክበልዕ ኣለዎ ፍትፍቱ ይኹን ዝልዝሉ ይኹን መርሓባ ኣይመፀን እዩ ደኣ እዚ ፕሮፌሰር እዋ ናይ እንዳመን ፕሮፌሰር
እዋ እቲ ትፅበይዎ ዘለኹም ጋሻ
ወይለይ ፕሮፌሰር ድዩ ባሓጎይ ወይለከ
ከመይ ዝበሉ ካብ ፕሮፌሰር ከኣ እምበር እምባእ እሞ ካብ ዘይመፀ ደኣ ስጋብ ግዜ ምሳሕሲ ሓደ ክልተ ጥብሲ ገለ ነይንበልዕ ኣብቲ ወይ ወይ ከይድና ወይ ትት ትት ትት ትት ዋ ትት ኣታ ብሓጎይ እንታይ ኮንካ ኢኻ ዋ እታ ካበይ መፂታ ዋ
ባባሓድጉ ከዓ መፂ ባሓጎይ ኣብዚ ዓዲ ካብኡ ዝህብትም ሰብኣይ ዘየለ
ክቃጸጽ ኸውን ምዃን እንታይ ከይህልዎ ኢልካ ኢኻ ደይረ ዓይኑ ረኣይ ንባህላ እዩ
እቲ ክቡር ጋሻና ምምፅኡ ሕጂ ዘይኮነን እወ ሓቅኽን ኣለኽን።
እወ እሞ ድሓርሲ ምስ መጸ ዘይምስምማዕ ከይፍጠር መታን እንታይ ይመስለኩም መጀመርታ በዓልቲ ሪጋ ኣነ ምዃነይ ከረጋግጸልኩም ኢለ ካልእ ኣይኮነን እወ እንህለትልኩም እዛ እምኒ ሳልስቲ እየ ገይረ ብዚኣ ኩርድጭ ካብ ዘብላ በዓልቲ ሪጋ ከዓ ኣነ ምዃነይ ፍለጡ ጽቡቅ ኣለኺ
ግና ኣነ ንባዕለይ ቅድሚ ሶም ሬጋ ብዞም ዝተቐመጥኩ እየ
ድሕሪየ ክትኣትዊ ዓባይ ሰብ ኖኖኖኖኖ ከምኡ ዝበሃል የለን በብደረጃ ዓቕምና ይተኣታተዋና
ህዋ ስቕ ዲኻ ትብላ ተባሓጎይ
ዝገብር ነዲኡ ይነግር ኢሎሞ እዮም
ዋእ መን ደኣል ዝመጽእ ዘሎ ባሕጎይ ንሱ ድዩ
ኣይ እዚ ሳይኮነ ቁርብሲ ማለት ጽሚ ኢልዋ ቆርበቱ ጥርንፍ ኣቢልካ እኳ መቖርጠጥ ዘይርከቦ
ይቕሬታ ካብቲ ጋሻና ዝተለኣኽካ መልእኽተኛ ዶ ትኾን ዝወደይ ከመይ ናይ ጋሻ ካብ ፕሮፌሰር መን እዩ ሽምካ ኣነ ሕራይ ኣነ ንስኻ ተሓጋጋዚ እየ ኣለኻ ኣነ ኣነ ኮንኮን ሽመይ ንስኻ ንስኻ ተዘይኮንካ ደኣ መን ደኣሉ ንስኻ ክኾነልካ ማለት ስመይ ዝኾነ ይኹን ኣይግድሰንን እዩ ንቕሎም ኣብ ደገ ፅናሓዮም ቀልጥፍ ቀዳማይ ዓሚል እትወለይ
ፕሮፌሰረይ ማዕረይ ናብ ጉዳይ ክእተዊ ሓራይ
ንኣይተይ ጸገም እንተኾይኑ መቸም ሰልም ዃን ኣብኒ ተኣከብኩ ተኣከብኩ ምሆላል ኣብኒ ገለ ከተመኽረኒ ኢለ
ኦኬ
ክንደይ ዝኾን ገንዘብ ኣለኪ ክልተ ሚእቲ ሽሕ ጥራይ ጸገም የብሉን ኣብ ውሽጢ ሓደ ሰሙን ሰለስተ ሚእቲ ሽሕ ዝኾነልኪ ዝገብር ሜላ ክነግርኪ የቐኒለይ የቐኒለይ ፕሮፌሰረይ የቐኒለይ ግና ሰብዓን ሓሙሽን ሽሕ ናቕፋ ክትከፍሊ ኢኺ። ኣይከበረን። ከቢሩ።
ካልእ ሕቶ ኣለኪ? ኣለኒ ኣለኒ እወ ፅበት ገዛ እውን ተዋሪደ ክልተ ክፍሊ ገዛ ነይረናኒ ንዐአን ከመሓይሽ እናበልኩ ንህለትልካ ሓፍተይ ምስ ክልተ ደቃ ንሳልስቲ ዳለ ኣተወታ ኣብኣ ኣኽሪማቶም ኣብኣስ ዓመት ኣየራ ተዋሪደ ዋንስ ናይ ዝፍታሕ እውን ቀሊል እዩ ማለት ብናፃ ምኽሪ ክበኪ ሕራይ ሕራይ ፕሮፌ
ንሓብትኽን ደቂ ሓብትኽን ናብዛ ናትኪ ገዛ ኣምጽዮም። እታ ንሶም ዘለውዋ ዕጸውያ። ዋእ!
መሊሱ ክጸበኒ? ዝብለኪ ጥራይ ግበሪ። ድሕሪ ሳልስቲ ንገርኒ። እቲ ናይ ክልተ ሚእቲ ሽሕ ርቡን ድማ ሒዝክዮ ምጺ። ሕራይ!
እንታይከ ክንገብር? ዋእ! ካልእ ዓሚል እትወለይ? ስም ሓድጉ በረምብራስ ዑልፉ ይበሃል በዓል ጸጋ እየ እሞ እንታይ ደኣሉ ጸገምካ
ምዕጋብ እየ ስኢነ መመሊሰ ድሌተ ይወስኽ ሕጂ ግን ነዚ ዘለና ሃብቲ ብዕጽፊ እንትዕበየስ ቁሩብ ዝዓግብ ኮይኑ ይስምዓኒ ገለ ነገር ክትሕግዘኒ እየ መጼካ
ክንደይ ዝኸውን ገንዘብ ኣለካ ሚልዮናት እዩ
ኣነ ዝገርመኒ ገንዘብ ኣብ ቻይና ተማሂዙ ይነው ዳት ሕጂ ይገርመኒ እናማዕበለ ሕጂ ዓቐኑ እሞ ረኣዮ ሕጂ ሕሰቦ ኣነ እንታይ ይገርመኒ መስለካ እቲ ዓቐን ገንዘብ ከክንዲ ተንኮበት ወይ ገለ እንተዝኸውንሲ ከመይ ንምትሓዙ መጸገመ ናትካ ገንዘብሲ ካብዚ ንወርሒ ምኾነ ነይሩ ማለት እዩ እቲ ጽቡቕ ነገሩ ግን ሳላ ዝነኣሰ ሕጂ ኣብ ሳንዱቕካ ክዕጾ ተኻኢሉ ኣሎ ንስኻ እውን ገንዘብ ምምናይካ ጽቡቕ እዩ፣ ግን ካብ ዘለዎ ዓቐን ዝያዳ ንምንኣስ ክሰርሕ ኣለካ ኣይመስለካን?
ማለተይ እቲ ገንዘበይሲ ብኸመይ ንሱ እንድየ እሞ ክምልሰልካ ጸኒሐ። ሕጂ ገለ ሰብ ገንዘብ ምንጪ ኩሉ እከይ እዩ ማለት ጋኒን እዩ ይብልዎ እዮም። ክበሃል እዩ ሰሚዐ፣ ግን ኣነ ኣይሰማማዕሉን እየ። ምኽንያቱ ንበል እስኪ ኣብ ሓንቲ ቅርሺ ሓደ ጋኒን እንተሎሲ ኣነ ሚልዮኔር እየ ኣብ ሳንዱቐይ ሚልዮናት ኣጋንንቲ ኣለዉ ማለት ድዩ? እዚ ክኸውን ዘይክእል እዩ። ምኽንያቱ ይትረፍ ሚልዮናት ኣጋንንቲ ፍርቂ ጋኔን ከማን ኣይንኽሎን። ቀደም ቀደም ቀደም ኣጥፍኡኒ። ግድን ኣይኮነን። ንስኻ ወናኒ ሚልዮናት ኣጋንንቲ እንተኾይንካ ከም ካቦ ኢኻ ትሕሰብ ትኸውን። እዚ ምናልባት ናተይ ጥርጠራ እዩ። ብዝኾነ ፍርቂ ናይቲ ገንዘብካ ጽባሕ ሒዝካዮ ምጻእ። ብኸመይ ብዝተዓጻጸፈ መልክዕ ክንዕብዮ ንኽእል ክሕብረካ እየ።

ሙሉእ ህይወቶም ወሲድሎም ኣነ እቲ ዘገርመካ ነዚ ኩሉ ዋኣ ገንዘብ ዝኣከቦ ኣብ ውሽጢ ሓደ ዓመት ዘይመልእ ዳርጋ ፍርቁ በሊዐ እየ መግበን መስተ ነጸለኒ ኢና ሓንቲ ትገርመን ነገር እንተላ ግንዚ ኣነ ዝገርመኒ እዞም ምቁጣብ ገለ ዝቁጥቡ ዝኽእልዋ ከመይ ልዮም ዝገብርዋ ከመይ ልዮም ዝኽእልዋ እዛ ቁጠባ ትበሃል ብጣዕሚ እያ ትገርመና ስጋ ሕጂ ትገርመኒ እወ እወ እወ ንዝምሕርሉ ኢልካ ዲኻ ክትሓተሉ መፂኻ ኣታ ኣታ ኣታታታታታ ፕሮፌሰር እኮ ብዙሕ ስራሕ ዘለዎ ኣታ ክንደይ ክትብዕ እዛ ሰብኣይ ሕቶ ንዓኺ ይኮነን ሶሪ ወደ ቀፅል ፕሮፍ
ብዛዕባ ሕቶ ካብ ተላዕለ ኣብ ዓለም ክልተ ዓይነት ሕቶታት ኣለዉ እቲ ቀዳማይ ኣገዲስካ ትሓቶ ሕቶ እዩ እቲ ካልኣይ ከዓ ንስለ ሕቶ ትሓቶ ሕቶ እዩ እቲ ንስለ ሕቶ ትሓቶ ሕቶ እውን ኣብ ክልተ እዩ ዝምቀል። ማለት ስቕ ካብ ምባል ምሕታት ይሓሽ ኢልካ ትሓቶ ሕቶ ኣሎ፣ ከይተረዳእካ ትሓቶ ሕቶ እውን ኣሎ። ኣብዚኣ ፕሮፌሰር
መዕለሊ ዝኾነናስ ገለ ነውርድ። ዋእ ኣታ ቆልዓ ኣታ ቆልዓ ሽኮርያ ከተላዕለኒ ከይተውድቐኒ ዋእ ግርም ኣለኻ ፕሮፌሰረ ብዝኾነ ናይዚ ቆልዓ ጸገም ኣይጠፍኣንን ብኸመይ ተጠርዩ ስለ ዘይርድኦ እዩ ከብዲ ግፍዒ እዚ ወደይ እውን ከምኡ ክኸውን ደልዩ ንግሆ ንግሆ ወርቅና ሸይጥና ንብልዓዮ ክቡር እምንና ሸይጥና ገንዘብ ንቐይሮ ክብል ቶቕ ኣቢልኒ ቁርሲ ወይ ምሳ ወይ ክልቲኡ ንጠር እንተበልክዎ ከዓ ካብ ጁባይ ከብደ ይገፍሓኒ እናበለ ምስማዕ ዓብኒ ንዓ ንዓ ስማዕ ኣምባሳጀር ንዓ
ኦኬይ ናትኩም ጸገም ከ እንታይ እዩ ኣበይ ኪዳነ ናተይ ናተይ ደኣ ስእነት ጨው ዘይብሉ ስእነት ዝቐርሓነ ከኣ እምበር ጎባኣ ዝተሸብለለት ሰበይቲ ሓባል ሓባል ድኽነት ሓይኻ ተፊኣትኒ ፕሮፌሰረ ሓላ ግናይ እንድያ ቁርያ ቁሪ ሓላ
ኦከይ ኦከይ ኦከይ ኦከይ እንታይ ትቲ ዘይብልኩም ማለት ገንዘብ ወላስ እንታይ ከለኒ እንታይ ከለኒ ፕሮፌሰር ተሓንቲ ዝምክሓላ ስእነት ስእነት እያ
እወ ኩሉ ግዜ ስእነት ዘይምህላው ማለት እዩ ሓቅኻ
እዝጊ ይዝጋሪብካ እዝጊ ዛሪብካ
ፕሮፌሰር ተተዛረብኩ ቅር ከይብለካ እምበር ኣባሓጎይ ነዚ ናይ ዓድና ኣይኮነን ናይ ዓለም ሙሉ ናይ ዓለም ሙሉ ሃብታም ምኾነ ንኣብነት ኣብ መደቀሲኡ ዘሎ ሰላሳ ኪሎ ወርቂ ብፍሉይ ቀቢርዎ ዘሎ ማዕድናት ክቡር እምንታት ማዓት ማዓት ማዓት እዩ ዘለዎ ለይትን ቀትርን ከዓ ንዑ ክሕሉ ድቃስ ከይብሉ እዩ ዝሓድር ዘሎ ሽኮርያ ኮላቶ ከዓ እሞ ሳልስቲ ምእንቲ ክቁጥብ ክብል ሳልስቲ ሳልስቲ ከይበልዐ እዩ ዝቕኒ ሸጥና ንጠቀመሉ እንተበልክዎ ከዓ ምስማዕ ይኣብይኒ በቃ እህ እህ ደኣ እስኻስ ደቂ ሎም በረ እዮም ፕሮፍ ሃብቲ ምጥፋእ ምዝራው ምብታን እንተዘይኮይኑ ምጥርናፍ ኣይፈልጡን ወል ንኹልኹም ሰሚዕኩም ኣለኹ እዚ ጉዳይኩም መቐመጫ ዘሕብጥ እዩ ንስኻ ዘወረስካዮ ንስኹም ከዓ ዛዕቋርኩም ሃብቲ ሒዝኩም ፅባሕ ኣብዚያ ኣባሳጀር ቤት ፅሕፈት ዕፆ ወልካም ስላስ መጺኺ እወ እወ ፕሮፌሰረይ እዘን ክፍሊት ናይታ ዝበልኩኻ ገንዘብ እየን እ ናይቲ ገዛ እውን ከምቲ ዝበልካኒ ገይረ ግና መሊሱ ዳ ፀበበኒ መሊሱ ፀበበኒ ዓቕለይ ፅብብ ልበይ ምስ ኣትስ ህኩት ግዳሲ ካብኡ ዝሓይሽ እንታይ ትመኽረኒ ገለ ፍኹስ ዝበለ
ፅቡቕ ኩሉ ሳዕ እቲ ዝፀበበ ዝገፍሐ እዩ ስለዚ ዝያዳ ንክገብሐልኪ ሓደ ክልተ ጽጉማት ምሳኺ ወስኺ። ዋእ ኣንታ ፕሩፈይ ጸቢብኒ እኮ እየ ዝብል ዘለኹ ዓቕለይ እናጸበበኒ ስክውስኽ ከኣ
ከምኡ ጥራይ ግበሪ።
ግና ብሮፌሰር ጥንቅቕ ደኣ ብጥንቃቐ ደኣ ርኣየን መዕረፊ ዕንታየን ሓደራኽ ሓደራኽ ለበው ኣይትብዝሑ ኣየለን ውሰድወን ኣይፋሉ ኣይፋሉ ከምኡ ማለት ደ ይኮነ ከምኡ ማለት ኣይኮነን
ሞያ ኣላውፅሉ ሕጂ ክሰርሐ
እተን ዝበልካኒ ገንዘብ እየን እዚአን ፍርቂ ሃብተ እየን ሓደራ ዕፅፊ ጌርካ ምለሰን ርግፀኛ ኩን ሕጂ ወርቃዊ ግዜ ተባኹንለይ
እዋይ እዋይ መሲልኒ እባ ተደናገርኩ መሲልኒ እባ ተደናገርኩ እም? እዚ ፕሮፌሰር ኮቶ ናይ ጥዕና ከም ዘይኮነ ቆብ ኣቢለ እየ እም? ወይለከ ጓል ምሕፁን ገዛይ ደኣ ዘግፍሕለይ እምበር ዘፅብብለይ ደስ ኢነ እየ መሊኦም መሊኦም ኣለዉ ድሓን ናበይ ደኣ ከኸይዱ ኣብዚ ውሽጢ ዶ ህሉ ዋላ ደቂሱ ደሓን ክንፅበ ኢና ሂብና እንድዩ
መርሓባ ሓጥና ስማ
የለን ኢዳ ፕሮፌሰር
ተዛዊሩ ወይ ከኣብዚ ውሽጢ ከይህሉ ንዑ ኢና ንፅበ ዘለና ተስሪሕ እዩ ተስሪሒ ተስሪሕ እንታይ ዕዮ ዕዮ እንታይ ኢኻ ተሃሪ ቢኣኽ ኣስቲኩም ይስቲኩም እንታይ ደስቴና ዘይስተ ምዕጉሞ ኢኹም ኣታ ቆልዓ ትዝጭረም ዋንታ እንታይ ኢኻ ትብል ዘለኻ ሓሳብ ክነግረኪ ትማል ሓደ ዓርከይ እቲ ፕሮፌሰር ኣብ ገመል ብዙሕ ንብረት ፅዒኑ በዚኣ ክኸይድ ርእየዮ ኢልኒ ትርጉሙ ከዓ ሃሪብ እዩ ወይ ገንዘበይ ብኣፍስሐ ኣሕፊሰ ከይብላዕኹ ኣሕፊሰ ከይሰተኹ ረኣኹወን ርእየ ተቐንኩወን ዋይ ዋይ ውይ ውይ ዋ ስላስ ስላስ እንታይ እያ ኮይና ሕክምና ደይትወስድዋ

ውይ ውይ ውይ ሽኮራይ ውይ ውይ ውይ ውይ ዋይ ገንዘበይ ዋይ ንብረተይ ዋይ ጠፋእኹ ኣባሕኩ ይርገ እንደበል ተኽረገ ተኽረገ መዕረፍ ዓይነይ እንዲዩ መዕረፍ ዓይነይ መዕረፍ ዓይነይ ውይ እሞ ናበይ ኢኻ ናሞ ልገስ ክላ ልገስ ፌንቲ ምዃን ክደሊ እየ ኣጋንንተይ
ገንዘበይ ዋ እንታይ ኣጋንንተይ ኣታ ገንዘበይ ገንዘበይ ዋይ ገንዘበይ ዋይ
እንታይ

ኣይትተሃወኹ ኩሉ ነገር እንታይ ዘይህውኽ ኣለና እንታይ ዘይህውኽ ኣለና ከምኡ እዩ ዝብል ዘሎ ቀጽል ስቕ ኢልካ ጥራይ ቀጽል እንታይ ይስምዓኩም ከም ዘሎ ይርድኣኒ እዩ ግና እንታይ እሞ ገበር ኣሚንኩም ገንዘብኩም ስለ ዝሃብኩምኒ ዓያሸ ክብለኩም ኣይክእልን እዩ ብድሌት ገንዘብን ንዋይን ዓዊርኩም ስለ ዝነበርኩም ከተመዛዝኑ ይትኽእሉን ኢኹም ኣነ ክሳብ ሕጂ ይሕግዘኩም እየ ዘለኹ ዳዊት ገንዘብካ ስለ ዝወሰድኩልካ ዝወሓደ ክትቅየም ትኽእል ንስኻ ኢኻ ምኽንያቱ እንተዘይወስደልካ እውን ኣብ ሓፂር ግዜ መጥፋእኻያ ነይርካ ኣቦይ ኪዳነ ብርግፅ ኣዋርቕን ክቡር ማዕድናትን ወሲደልኩም እየ ግና ብፅቡቕ ዓይነ እንተጠሚትኩሞ ዋላ ሓንቲ ኣይጎዳእኹኹምን ብቐደሙ እውን እቲ ንብረት ዝጠቕመኩም ኣይነበረን ኣለን ንምባል እንተኾይኑ ኣብ ቦታ ተኣዋርቕ ተር ኣምኒ እንተቐመጥኩም ለውጢ የብሉን ግን ኣየድልየኩምን እዩ ሕጂ ልዋም ድቃስ ክትድቅሱ ትኽእሉ ኢኹም ስላስን ሓድጉን ስስዐን ዘይዓግብን ሸውሃትን እዩ ዘለኩም ክንዲ ዝወሰኹም ወሲኽኩም ክትዓግቡ ኣይትኽእሉን ኢኹም ተመስገን ምባልን ነቲ ዘለኩም ምስ ንመቓርን ልመዱ ስላስ ገዛ ክገፍሓልኪ ትምኒት ኣለኪ ሕጂ እውን ክምዕደኪ መዓልታዊ ዝተሸገሩ ኣጋይሽ ናብ ቤትኪ ዓድሚ ክገፍሓልኪ መታን ስለቲ ዝገበርኩልኩም ዓብዪ ሓገዝ ከተመስጉንኒ ይኣምን የቐኒየለይ ኢድካ ይትስኣን

ክገፍሓልኪ ኢሉስ ከም ቀደመይ እባ መሓሸኒ ኤህ ደኣ ስኻስ ኤህ እዋይ
ናይ ሰማይ ከውርድ እባ ናይ ኢደ ደርበኹ ሰኣን ተመስገንሲ ዕፅፊ ክገብር ዝሓሰብኩ ዋይ ገንዘበይ እዋይ
እዋይ ብኻዝማደይ ጎረባብቲ ሓጊዘ ኣነ እውን ብኻ ጥዑም በሊዐሉ እዚ ኩሉ ዓቑረ እዚ ኩሉ ዓቑረ ንዕጨምኒ ቀለም ቀለም ሻት ንዕጨ እምኒ ኢለካ
እስኪ እስኪ ብዛዕባ ዝተወሰደልኩም ክንማኸር እየ ፀዊዐኩም
እንታይ ክንመኽረሉ? ኣብ ጥፉ ኣይትዛረብ ክፉ እዩ ነገሩ። ንሕደጎ ንሕደጎ
እንታይ ከ ክንገብር ኢልና ስቐልካ እዩ ሓደ ብስራት እየ ክበስረኩም
እንታይ ብስራቱ እንታይ ብስራቱ ንምንታይ ኣቶ ቆልዓ
እሞኸ ቃለይ ኣኽቢረ ተመሊሰኩም ኣለኹ። ኣቦይ ሓድጉ ሃብትኹም ዕጽፊ ክኾነልኩም ኢኹም ትደልዩ ኔርኩም። እሞ እነሆ እቲ ዝወሰድኩልኩም ፍርቂ ሃብትኹም ሕጂ ዕጽፊ ኮይኑልኩም ኣሎ። ዳዊት ንገንዘብ ከም ሕያዋይ ኣገልጋሊ ክትጥቀመሉ ከም ዘለካ ኣብዘን መዓልትታት ተማሂርካ ትኸውን እነህቲ ዝወሰድኩልካ እሞ ብግቡእ ተጠቀመሉ። ስላስ ሃብቲ ክትእክቢ ሒኺ ክትብል ነርኪ ሕጂ ካብ ዘይብልኪ እነሀ ይውስኸኪ ኣቦይ ኪዳነ ገንዘብ ከም ኣገልጋል ዘይኮነስ ሸቶ ኢኹም ትጥምትዎ ነርኩም ብዝግባእ ተገልገሉሉ ኣምበሳጅር ሰሪሕካ ሪሂጽካ ብላዕ ጠጠው ኢልካ ዝኾን ነገር የለን ወደሓንኩም።
ሓቂ ሊቕ ስሊቕና እህ ገዛይ ከዓ ፕሮፌሰረይ ልዕሊ ዓቆኒ እዩ ገፊሕለይ እ? ሓብተይ ከዓ ናብቲ ዝነበረቶ ገዛ መሊሰያ እየ እኹል ተረፍ ኮይኑለይ ፍቓድካ እንተኮይኑ ከዓ ጋሻ ኮንካ ምሳይ ክትቀኒ ኢኻ እ?
ዋው ጉድ ጉድ ኣይድያ ቲንክ ዩ